ናዚ ቻናል ኣባሃኒ እንኳዕ ብደሓን መጣኹም ብደሰ ንኮኑ ላይክ

ታሪኽ ህይወት ኣባ እስጢፋኖስ ፊተውራሪ ተድላ ምስጉን ንኽብሪ መበል ሓምሳ ዓመት ክህነቶም። ክቡራንን ክቡራትን ህዝቢ ኣምላኽ እዚ ቀፂልኩም ትሰምዕዎ ታሪኽ ህይወት ክቡር ኣባ እስጢፋኖስ ተድላ ኮይኑ ብወዲ ማሕበሮም ኣባ ማንኤል ምስጉን ዝተዳለወን ኣብ ክብሪ በዓል መበል ሓምሳ ዓመት ክህነቶም ዝተነበበን እዩ። ንሕና ማሕበር ፅንዓለግለ ሃገረ ኢጣልያ ከዓ ናይዞም ብደረጃ ዓድን ሃገርን ዝልለዩ መንፈሳዊ ኣቦ፣ ታሪኽ ህይወቶምን ፍሉይን ዕዙዝን ኣበርክቶኦም ኩሉ ወዲ ሃገር ክፈልጦን ክወርሶን ይግባእ ብዝብል ሓሳብ ብዩቱብ ቻነል ንዝርግሖ ኣሎና። ክትከታተሉና ከኣ ብኽብሪ ንዕድም። ኣባ እስቲፋኖስ ተድላ ኣብ ጎንደር ብዕለት ሓደ ጥሪ ሽሕን ትሽዓተ ሚእትን ኣርብዓን ካብ ፊተውራሪ ተድላ ምስጉን ደግላ ሊብኤ ጽንዓደግለ ካብ ወይዘሮ ጸሃይነሽ ገብረሂወት ተወልዱ። ኣቦኦም ኣቶ ተድላ ምስጉን ዓስከር ጣልያን ኮይኖም ኣብ ቱርኪ ኣብ ሽሕን ትሽዓተ ሚእትን ዓሰርተ ሓደን ሽሕን ትሽዓተ ሚእትን ዓሰርተ ክልተን ኣብ ሊብያ ኣብ ሶማልያ ከም ዝተዋግኡ ይፍለጥ። ናይ ጅግንነቶም ምስክርነት ቅድም መዓርግ ሹምባሽ ደሓር ከኣ መዓርግ ፊተውራሪ ካብ መግዛእቲ ጥልያን ተቐበሉ። ኣብ ሽሕን ትሽዓተ ሚእትን ዓሰርተ ሓደን ሽሕን ትሽዓተ ሚእትን ዓሰርተ ክልተን ኣብ ቱርኪ ኣብ ዝተገብረ ውግእ ከኣ ሜዳልያ ከም ዝተሸለሙ ይፍለጥ። ድሕሪ ውግእ ኣብ ትሕቲ መግዛእቲ ጣልያን ኣመሓዳሪ ከባቢ ጎንደር ኮይኖም ከገልግሉ እንከለዉ ኣባ እስቲፋኖስ ተወልዱ። ገና ሕፃን እንከለዉ ወላዲኦም ፊተውራሪ ተድላ ምስጉን ስለ ዝሞቱ ናብ ዓዶም ደግራ ልብኤ ብቪዛ ኣተዉ። ኣብ ደግራ ከምኡውን ኣብ ሒቦ ዓበዩ። ኣብቲ እዋን እቲ ብላቲን ኣብ ዝጽለየሉ ኣብ ዝነበረ ግዜ ኣብ ሒቦ ምስ ኣባ ክፍለማርያም ስብሓት ዓበዩ። ኣባ ክፍለማርያም ስብሓት ናብ ኣቡነ ኣብ ዝተቐየሩሉ እዋን እውን ንመንእሰይ እስቲፋኖስ ስለ ዝተማልእዎ ካብ ኣብ ሁነ ንሔቦ ይለኣኽዎም ከም ዝነበሩ ባዕሎም ኣባ እስጢፋኖስ ይዝክሩን ይምስክሩን። ምስ ብጾቶም በዓል ኣባ ሩፋኤል መሓርን ኣባ ወልደማርያም ዘርሓንስን ኣባ ሰምረ ሚኪኤልን ናብ ማሕበር ላዛሪስት ሔቦ ክኣትዉ እኳ ይሓስቡ እንተነበሩ ኣይከኣሉን። ኣባላት ማሕበር ካብ ብሽኑ ዝኾኑ ሓደስቲ ካህናት ኣባ ዮሃንስ ሃይለማርያም ተስፌ፣ ኣባ ዮሃንስ ገብረክርስቶስ ኣረጋዊ ናብ ዓዶም ሒቦ ክጽንበሩ ምስ መጹ ግን ከም ኣቶም ካፑቺኖ ክኾኑ ከም ዝደልዩ ሃረርታኦም ገለጹ። ኣቶ ገብረ ዝተባህሉ ሓወቦኦም ሓሳቦም ክመስምሩሎም ቢሎም ምስ ካህናት ካፑቺኒ ይዛረቡ እሞ ኣባ ቪንቸንሶ በዓል ቤርጋሞ ዝተባህሉ ሚስዮናዊ ካፑቺኒ ናብ ማሕበር ካፑቺን እምባትካላ ይቕበልዎም። ፊረር ክህነት ዘይብሉ ሓው ክኾኑ ስለ ዝመረጹ በዝማዶም ብዙሕ ተቐባልነት ኣይነበሮምን። ስለዚ ክወጹ የተባብዕዎም ነበሩ። ንሶም ግን ኣብ ጸዋዕታኦም ስለ ዝጸንዑ ብዕለት ሓደ ነሓሰ ሽሕን ትሽዓተ ሚእትን ሓምሳን ሸውዓተን ኣብ ማሕበር ካፑቺኒ ዓመተ ተመክሮኦም ጀመሩ። ድሕሪ ዓመት ዕለት ክልተ ነሓሰ ሽሕን ትሽዓተ ሚእትን ሓምሳን ሸሞንተን ንኡስ መብጽዓኦም ይፍጽሙ። ሽዑ ንሽዑ ከኣ ኣብ እምባ ትካላ ተመዲቦም ናይቶም ንኣሽቱ ተምሃሮ መምህር ኮይኖም ትግርኛ፣ ኣምሓርኛ፣ ዜማ ግእዝ ይምህሩ ነበሩ። ኣብዚ እዋን እዚ ሕማም መልመስቲ ኢዲ የጋጥሞም እሞ ቦቶም ውሩያት ሓኻይም ናይ ቀደም በዓል ፕሮፌሰር ሙውሶ ዶክተር ሲላ ተሓኪሞም ጥዕንኦም ምስ ረኸቡ ብዕለት ክልተ ነሓሰ ሽሕን ትሽዓተ ሚእትን ስሳን ሓደን ብዘለኣለማዊ መብጽዓ ንኣምላኾም ተወፈዩ። ብ ሓደ ሽሕን ትሽዓተ ሚእትን ስሳን ኣርባዕተ ናብ ዓቢ ገዳም ገጀለ ተመዲቦም ሓጋዚ፣ መጋቢ፣ ማለት ሓጋዚ ቁጠባ ሓላፊ ኮይኖም ኣብ ርእሲ ምግልጋሎም፣ ናይተን ኣርብዓ ወይ ኣርብዓን ሓሙሽተን ዝኾና ናይ ማሕበር ኣብያተ ትምህርቲ ሓላፊ ኮይኖም ከኣ ምስ መንግስቲ ርክብ ክገብሩ ጀመሩ። በዚ እዋን እዚ ኣብ መባእታዊ ኣብያተ ትምህርቲ ይዋሳእ ምስ ዝነበረ ትካል ሃገራት ዓለም ምስ ዩኒሴፍ ተላለዩ። ስለዚ ከኣ ንተመሃሮ መባእታዊ ትምህርቲ መኣዛዊ ምግቢ ከም ዝውሃቦም ገበሩ። ኣብ ገጀረት ኣስመራ ንመጀመርያ ግዜ ዓለማዊ ፍራንቸስካዊ ማሕበር ተኺሎም ብዛዕባ ሳልሳይ ፍራንቸስካዊ ማሕበር ክግደሱ ጀመሩ። ሳለኦም ኣብ ኣስመራ ዝነበረ ፍራንቸስካዊ ዓለማዊ ማሕበር ኣዝዩ ስለ ዝማዕበለ ኣብ ኣዳራሽ ኣብ ኣደራሻት ትያትር ኣስመራ ብማሕበር ትያትር ኣስመራ ተሰንዮም ቁርጹ ፍቓድ ዘርእስታ ተዋስኦ ኣርኣዩ። ኣብዚ እዋን እዚ ብገሊኦም ዓለማውያን ሰባት ተተባቢዖም ብዛዕባ ክረምታዊ ሕርሻ ኣደባይ ክግደሱ ጀመሩ። እዛ ሓዳስ ዝነበረት ክፍሊ ማሕበር ብገዛእ ርእሳ ክትመሓደር ስለ ዝነበራ እዚ ሓደ ጽቡቕ ኣጋጣሚ እዩ ዝነበረ። ብዙሕ ደገፍ ኣሕሉቕ ከይረኸቡ ነዚ ጉዳይ እዚ ክዉን ክገብርዎ ይፍትኑ። ኣብ ሓንቲ ኣጕዶ እናነበሩ ከኣ ቀዳማይ ፈተነ ክረምታዊ ሕርሻ ምስ ገበሩ ካብ ጻዕሩ እቶቱ ከም ዝዛይድ ኮይኑ ረኸብዎ። ቤት ምኽሪ ኣሕሉቕ ነባ ክላሮ ዝተባህሉ ኢጣልያዊ ኻህን ናብቲ ቦታ ብምልኣኽ ኩነታቱ ኣጽንዕዎ። ስፍሓት ሜረቱን እቶቱን ምስ ረኣዩ እቶም ዝተላእኩ ኻህን ኣባ ክላሮ ብሓቂ ተገረሙን ተሓጐሱን። ዕጡቕ ፈላሲ ካህን ኣባ እስጢፋኖስ ተድላ ኣደባይ ኣስመራ እናተመላለሱ ሰናይ ምህርቲ ይሓፍሱ ነበሩ። እቶቶም ሕልፍን ትርፍን ዝነበሮ ስራሕ ከም ዝኾነ ምስ ተረጋገጸ ከኣ መደብ ክረምታዊ ሕርሻ ኣደባይ ካብ ማሕበር ምሉእ ተቐባልነት ረኸበ። ኣብዚ ንሓዋሩ ተስፋ ዝነበሮ ሕርሻ ክልተ ካልኦት ካህናት ከም መሰነይታ ተዋህብዎም። ቅድም ኣባ ኣንጀሎ ጽንሕ ኢሎም ከኣ ኣባ ኤርምያስ ስለዚ እዞም ሰለስተ ካህናት ኣብቲ ሓንቲ ኣጉዶ ክነብሩ ከለዉ ንሳ መደቀሲቶም ንሳ ቤት ምግቦም ንሳ መቐደሲቶም ነበረት። ኣደባይ ብፍላይ ከኣ ወልቃይት ዓዲ ሸፋቱ ስለዝነበረ ንሓለዋ ነፍሶም ጠበንጃን ሽጉጥን ክሕዙ ነበሮም እዚ ከኣ ገበርዎ። ብክረምታዊ ሕርሻ ዝናበሩ ዝነበሩ ካህናት ንምዕብልና ህዝቢ ወልቃይት ኣብ ሑመራ ቤት ትምህርቲ ክሰርሑሎም ስለ ዝነበሮም ካብ ማሕበር ሳንቲም ከይለመኑ በቲ ዝረኸብዎ ዝነበሩ እቶት ክረምታዊ ሕርሻ መባእታዊ ቤት ትምህርቲ ማርያም ጽዮን ኣብ ከተማ ሑመራ ሰርሑ። ኣብኡ እውን መዕረፊ መካነ ሕውነት ከፈቱ። መባእታዊ ቤት ትምህርቲ ማርያም ጽዮን ሑመራ ዝመረቕዋ ባዕሎም ለኣኽ ማሕበር ካፑቺኒ ኣባ ሉቃስ ሚሌዚ እዮም። ኣባ እስጢፋኖስ ድሕሪ ናይ ሰለስተ ዓመት ኣገልግሎት መደብ ልምዓት ሕርሻ ኣደባይ ብትእዛዝ ማሕበሮም ብሓደ ሽሕን ትሽዓተ ሚእትን ስሳን ኣርባዕተን ልዑል ትምህርቲ ንክቐስሙ ናብ ካናዳ ከዱ። ሰለስተ ዓመት ኣብ ሴንት ፍራንሲስ ሳቪየር ዩኒቨርሲቲ ሶሻል ሊደርሺፕ ኢንስቲትዩት ኣጽኒዖም ከኣ ብዕለት ዓሰርተ ሓሙሽተ ግንቦት ሽሕን ትሽዓተ ሚእትን ስሳን ሸውዓተን ብሶሻል ሊደርሺፕ ተመረቑ። ካብዚ ቀጺሎም ኣብ ኣስመራ ድሓር ከኣ ኣብ ኣዲስ ኣበባ ድሕሪ ምጽናሕ ናይ ክህነት መቀራረቢ ማለት ትምህርተ ተሎጊያ ንክመሃሩ ብ ሓደ ሽሕን ትሽዓተ ሚእትን ሰብዓን ናብ ዓዲ ጥልያን ተላእኩ። ብ ዕለት ዓሰርተ ሽዱሽተ ሰነ ሽሕን ትሽዓተ ሚእትን ሰብዓን ሰለስተን ምስ ካልኦት ኣርባዕተ ጠላይን ብጾቶም ደቂ ማሕበር ካፑቺኒ ሰበኻ ሚላኖ ከኣ መዓርገ ክህነት ኣብ ከተማ ሚላኖ ተቀበሉ። ኣብ ዓዶም ለግራሊቤ እውን ምዕሩግ ዝኾነ ጽምብል ተገብረሎም። ኣብ ሚላኖ ንትምህርቲ ቴሎጊያ ኣብ ዝመሃሩሉ ዝነበረ እዋን ሓበሻ እናበዝሑ ስለ ዝኸዱ ሓደ ማእከል መኣከቢ ሓበሻ ጥራይ ዘይኮነስ ቀዳመይቲ ሓውሲ ቁምስና ካቶሊካውያን ምእመናን መስረቱ። ስለዚ እዛ ሎሚ ማዕቢላ ዘላ ቁምስና ደብረ መድሃኔኣለም ናይ ምእመናን ካቶሊካውያን ኤርትራ ነበርቲ ሚላኖ ካብ ትምስረት ሎሚ ምስኦም ወርቃዊ ኢዮቤል ሓምሳ ዓመት ተብዕል ኣላ ማለት እዩ። ኣባ እስጢፋኖስ ተድላ ኣብተን ሰለስተ ዓመታት ንስደተኛ ህዝቢ ሓበሻ ዝገበሩ ኣበርክቶ ጸብጺብካ ዝውዳእ ኣይኮነን። እወ ብኩነተ ህይወት ናይቲ ብጽምዋን ተነጽሎን ብስእነት መንበሪ ፍቓድ ወረቐትን ሕጋዊ ስራሕን ብሕጽረት ቋንቋን ዝሳቐ ዝነበረ ህዝቦም ተለዓዒሎም ከም ሕያዋይ ሳምራዊ እግሩ እግሩ እናሰዓቡ ምስ ዝምልከቶም ኣካላት ሰበ ስልጣን መንግስቲ እናተዋስኡ ካብ ሚላኖ ንሮማ እናተመላለሱ ህዝቦም ሰብኣዊ ክብሩ ክሕለወሉን መሰሉ ክሓትትን ርእሱ ኣቕኒዑ ክሰርሕን ዝገበሩ ተባዕ ጓሳ ነብሳት እዮም። ድሕሪ እዚ ኩሉ ናብ ኣዲስ ኣበባ ተመሊሶም ኣብቲ ቅድም ካቶሊክ ሚሽን ኤዱኬሽን ተባሂሉ ዝፍለጥ ዝነበረ ጠቕላላ ቤት ጽሕፈት መላእ ኢትዮጵያ ካቶሊካዊት ቤተክርስትያን ክሰርሑ ጀመሩ። ካብ ሽሕን ትሽዓተ ሚእትን ሰብዓን ሰለስተን ክሳብ ሽሕን ትሽዓተ ሚእትን ሰብዓን ሓምሽተን ዝጸንሐ ጥሜት ቆቦን መቐለን ምስ ተላዕለ፣ ኢትዮጵያን ካቶሊክ ሰክሪታርያት ብዝብል ስያሜ ዝፍለጥ ጠቕላላ ቤት ጽሕፈት ካቶሊካውያን ጳጳሳት ከፊቶም ንዅሎም ወለዶ ክህነት ኣብ ምቅላስ ጥሜት ከም ዝዋፈሩ ገበሩ። ምስተን ኣለዋ። ዝተባህላ ትካላት ረድኤት እውን ርክብ ገበሩ። ብ ሓደ ሽሕን ትሽዓተ ሚእትን ሰማንያን ሓሙሽተን ኣብ ኤርትራ ዝኸፍእ ጥሜት ምስ ተላዕለ ካብዚ ቤት ጽሕፈቶም ክሮስ ቦርደር ኦፐሬሽን ብዝብል ምንቅስቓስ ጀሚሮም ብኣየር ናይ ገበርቲ ሰናይ ረድኤት ካብ ዓሰብ ንመቐለ፣ ካብ ዓሰብ ንኣዲስ ኣበባ፣ ካብ ዓሰብ ነስመራ የመላልሱ ነበሩ። ኣብዚ እዋን እዚ ምስ ክልቲኡ መንግስታት፣ መንግስቲ ኢትዮጵያን ህዝባዊ ግንባርን፣ ብምስምማዕ ኣብ ሓራ መሬት ኤርትራ እውን ከይተረፈ ረድኤት ይወሃብ ነበረ። ምስ ኩለን ትካላት ረድኤት ዓለም፣ ካሪታስ ኢንተርናሽናልስ እውን ነባሪ ዝኾነ ርክብ ክፍጠር ተኻእለ። ሎሚ ኤርትርያን ካቶሊክ ሰክረታርያት ተባሂሉ ዝፍለጥ ናይ ኩሎም ጳጳሳት ኤርትራ ጠቕላሊ ቤት ጽሕፈት በዚ እዋንዚ ማለት ቅድሚ ናጽነት ኤርትራ እዩ ተጀሚሩ። ኣባ እስጢፋኖስ ኣብ ሃገሮም ዝኣክል ተመክሮን ዕደላን ኣዋፍራን ረድኤት ስለ ዝነበሮም ብሓደ ሽሕን ትሽዓተ ሚእትን ሰማንያን ሽዱሽተን ናብ ኬንያ ተጸዊዖም ኣብ ካሪታስ ኢንተርናሽናል ኣንግሎፎን ኣፍሪካ ሓላፊ ኾኑ። እዚ ድርጅት እዚ ናይ ዕስራን ሰለስተን ወይ ዕስራን ኣርባዕተን ሃገራት ኣፍሪቃ ናይ ረድኤት ትካላት የጠቓልል ነበረ። ኣብዚ ዝለዓለ ናይ ካቶሊካዊት ቤተክርስትያን ኣፍሪቃ ናይ ረድኤት ትካል ንዓሰርተ ዓመት ማለት ካብ ሽሕን ትሽዓተ ሚእትን ሰማንያን ሽዱሽተን ክሳብ ሽሕን ትሽዓተ ሚእትን ተስዓን ሽዱሽተን ድሕሪ ምስርሖም ንኤርትራ ከዕርፉ ኢሎም ተመልሱ። ግን ፍቓድ ኣምላኽ ካልእ ስለ ዝነበረ ኩነታት ዶብ ክልተ ኣሓት ሃገራት ኤርትራን ኢትዮጵያን ተፈጥረ። ስለዚ እውን ኣብዚ ጉዳይ እዚ ክዋስኡ ተጸውዑ። ክልቲኡ መንግስታት መንግስቲ ኤርትራን ኢትዮጵያን ንምስምማዕ ኣብ ዝተገበረ ፈተነ Religious Leaders Initiative for Peace and Reconciliation ዝብል ናይ መራሕቲ ሃይማኖት ክርስትናን ምስልምናን ኮሚቴ ክልቲኡ ሃገራት ተመስረተ። ናይዚ ኮሚቴ እዚ ሓላፊ ኮይኖም ኣብ ዝተፈላለየ ሃገራት ኣኼባኦም የካይዱ ነበሩ። ብዘይካ ካብ ኣስመራ ናብ ኣዲስ ኣበባ ዝተገብረ ተደጋጋሚ ምምልላስ ኣብዘን ዝስዕባ ሃገራት እውን ኣኼባ ናይ ክልቲኤን ሃገራት መራሕቲ ሃይማኖታት ክርስትናን ምስልምናን ተኻየደ፣ ኣብ ኖርወይ፣ ጀርመን፣ ኬንያ፣ ኒውዮርክ። መንግስታት ክልቲኡ ሃገራት ዘይምስምምዖም ኣብ ጣብላ ክፈትሕዎ መራሕቲ ሃይማኖት ክልቲኡ ሃገራት ከም ኣሳለጢ ዝከኣሎም ገበሩ፣ ግን ሓሳቦም ክሰምር ኣይከኣለን። ስለዚ እውን ውግእ ባድመ ተወለዐ። ድሕሪዚ ብ ክልተ ሽሕን ክልተን ናይቲ ሓዳስ ኤጳርቅና ባረንቱ ናይ ረድኤት ትካል ማለት ኤስኤስ ባረንቱ ከካይዱ ናብ ባረንቱ ተላእኹ። ኣብዚ ዲያቆንያ ተባሂሉ ዝፍለጥ ናይ ሰበኻ ባረንቱ ጠቕላላ ቤት ጽሕፈት ካብ ክልተ ሽሕን ክልተን ክሳብ ክልተ ሽሕን ዓሰርተ ክልተን ንዓሰርተ ዓመት ዝኸውን ኣገልገሉ። ኣባ እስጢፋኖስ ብ ክልተ ሽሕን ዓሰርተ ኣርባዕተን ብጥዕና ምኽንያት ናብታ ክህነት ዝተቐበሉላ ሰበኻ ማሕበር ካፑቺን ሚላኖ ዓዲ ጣልያን ምስ መጹ ናብ ኤርትራ ኣይተመልሱን። ሕጂ ድማ ኣብ እንዳ ኣረጋውያን ሰበኻ ማሕበር ካፑቺን ሚላኖ ኮይኖም እናተሓከሙ ኣብ ቤርጋሞ ኣብ ኑዛዜ ምእመናን ይተግሁ ኣለዉ። ማሰ ማሰ ማሰ ዶ ክብለልኩም ማሰ ኣባ እስቲፋኖስ በሪ ኢኹም በሪ በዓል ዓይቢ ደብሪ ፍሉጥ በዓል ዝና ሃብታም ጎይታ ምኽሪ ወዲ ደግራ ወዲ ቁዱስ እስቲፋኖስ ውሩይ ደብሪ በዓል ዓይቢ ዳዕሮ ናይ ኩሉ መጽለሊ ወዲ ድብኤናዊ ርእሲ ምድሪ ወዲ ከንፈር ጎሎ ዓቴላ ጎላጉሊ ወዲ ሑፃ ማይ ድብኤ ለምለም ምድሪ

ምስ ካነዳውያን ማዕረ ዓታሪ ወናኒ ልዑል ዲግሪ። ንደብረ ቅዱስ እስጢፋኖስ ደግራ ሸለምኩማ ክብሪ ድሙቕ ቅዳሴኹም ፀሓይ ቀትሪ መዳርግቲ ኣልቦ በዓል ሰናይ ግብሪ ዲበ ኩልኡኹም ጎይታ ጠባይ ጎይታ ዓቕሊ ወዲ ክብርቲ እመቤት ፀሓይነሽ ገብርሂወት ጎይቶት ሰማያተ ምድሪ ወዲ ፊተውራሪ ተድላ ምስጉን ዓዳል ብርሃን ከፋት በሪ ኣነስ ክልምንየ ናብ ንእስነትኩም ክመልሰኩም ፈጣሪ እዎ ንዓና ክሕሸና ክትኮኑና መእተዊ መውፈሪ ኣይባእኹም እንድዩ ዝነቐፀ ሩባ ዝዛሪ ወይለኣ ንሕና ኮይና ዓዃያት ፈግኣት ድጉሪ ብዕራይኳ ይሓይሽ ካባናስ በላዕ ሳዕሪ ኣሳብኡት ንመስል መሬትና ሰራሪ ተበተና ባኾም ሑፃ መሊእናያ ምድሪ እስኪ ንገሩና ንልዑል ፈጣሪ ክጅምሮ ዶ ሰፊሕ ወለዶኹም ሓደይደ ዘርዚረ ወዲ ኣቡ ወዲ ሹም እስማዒል ወዲ ጊዕደር በዓል ስረ ወዲ ዘና ገብርኤል ክብለኩም ሰብ ወርቂ ዓረ ወዲ ጸሊም ወዲ ቀይሕ ወዲ ገዓቲት ወዲ ገንዛይ ክብለኩም ሰብ ወርቂ ዓረ ኣብ ማእኸል ምራርኩም ከም ሓኸለ ከላዓሎም ንኹሎም ሰብ በትሪ ሓቂ ወዲ ተስፋዝጊ ወዲ ፍታዉ ወዲ ደበሰኣብ ደቂ ጊደ ሰብ በትሪ ሓቂ ወዲ ተዓረ ወዲ ተስፋዝጊ ሰብ በትሪ ሓቂ ወዲ ከንቲባ ሃብተዝጊ ወዲ ፍታዉ ሰብ በትሪ ሓቂ ወዲ ጥዑምዝጊ ወዲ ፍታዉ ሰብ በትሪ ሓቂ ወዲ እማን ወዲ ፍታዉ ሰብ በትሪ ሓቂ ወዲ ዑንትራ ወዲ ፍታዉ ሰብ በትሪ ሓቂ ወዲ ወልዱ ወዲ ፍታዉ ሰብ በትሪ ሓቂ ወዲ ምስጉን ወዲ ደበሰኣብ ሰብ በትሪ ሓቂ ወዲ ብርሃ ወዲ ምስጉን ሰብ በትሪ ሓቂ ወዲ ዓሺሌ ወዲ ምስጉን ሰብ በትሪ ሓቂ ወዲ ፊቶራሪ ታድላ ወዲ ምስጉን ሰብ በትሪ ሓቂ ፈርዩ ዝወቅዕ ከም ሰማይ በርቂ በዱ ክብለኩም እወ በዱ ሓዊ ሃይለ ስላሴ ወዲ ፊቶራሪ ተድላ ምስጉን ካብቶም በዱ ሓዊ ባዩ ወዲ ፊቶራሪ ተድላ ወዲ ምስጉን ካብቶም በዱ ሓዊ ሕድሪንኬን ወዲ ብርሃ ወዲ ምስጉን ካብቶም በዱ ሓዊ ገብረ ወዲ ብርሃ ወዲ ምስጉን ካብቶም በዱ ሓዊ ሰርጌን ትዑባኣ ወዲ ብርሃ ወዲ ምስጉን ካብቶም በዱ ሓዊ ሃንስ ወዲ ዓሺለ ወዲ ምስጉን ካብቶም በዱ

ብሓቂ ተነብዮም ቅዱሳን ወለድኹም። ኣባ እስጢፋኖስ ዳግማይ ቅዱስ ፍራንቸስኮ ዶ ክብለኩም ዕጡቅ ካህን እግም ዘይብለኩም ንመላእ ዓዲ ሓበሻ ካብ ጥሜት ዘድሓንኩም መን ከሎ ዝዳረግ ምሳኹም ውዕለትኩም ኣምላኽ ባዕሉ ይጻምኹም በሉ ደጊመ ይኸየድ ክመኩም መሲሉኒ እንዳኣሉ ገና በጽሑ ዘለኹም ጸብጺብካ ይውዳእን እዩ ሞያኹም መን እዩ ከይትብሉ ዕቁባ ገብረእግዚኣብሔር ሓረገየ ንኡስ ሓውኹም እምበኣር ነዚ ታሪክ ህይወት ኣባ እስጢፋኖስ ተድላ ብዩቱብ ቻነል ኮነ ብመልክዕ መጽሔት ክንቅርቦ ወሳኒ ምትሕብባር ዝገበሩ ሰባት ኣስማቶም ጠቒስና ከነመስግኖም ጽቡቕ መሲሉ ስለ ዝተረኣየና እንሆ ጆባእ ንብለኩም። ቀዳማይ ኣቶ ስንክሳር ማትያስ ደግራ ሊብኤ ካብ ልደቶም ክሳብ ክብረ በዓል ሓምሳ ዓመት ኣገልግሎት ክህነቶም ዘርእን ዝገልጽን ኣሳእል ስለ ዝለኣኸልና እዩ። ካልኣይ ኣቶ ዑቕባብ ገብረእግዚኣብሄር ሓደገ፣ ደግራልብኤ፣ ንኽብሪ በዓል ኣባ እስጢፋኖስ ብኣውሮ ማሰ ኣጸቢቑን ኣወሪቑን ፍሉይ ድምቀት ዝሃቦ እዩ። ሳልሳይ ኣባ ብርሃነ ገብረኪዳን ታሪኽ ሕይወት ኣባ እስጢፋኖስ ብጽሑፍ ስለ ዘረከቡና። ራብዓይ፣ ኣባ ተወልደጸጋይ ነቲ ኩሉ ዘቐረብናዮ ብዕምቆት ነቢቦም ርጡብ ሓበሬታን ኣራሚ ሓሳብን ዝሃቡና እዮም። ሓምሻይ፣ መላእ ካቶሊካውያን ምእመናን ቁስና ደብረ መድኃኔዓለም ሚላኖን ከባቢእን ብክቡር ቆሞስ ኣባ ተኽሎም ብርሃነ ተመሪሖም ብዘርኣይዎ ሓልዮትን ፍቕርን ኣገልግሎትን ልዑል ምስጋና ይግብኦም። ንኹላቶም ነቶም ንዝኽርን ክብርን ወርቃዊ ኢዮቤል ኣባ እስጢፋኖስ ተድላ ክማዕርጉ ዝተሳተፉ ፈተውቲ፣ ስለቲ ኩሉ ጻዕሮምን ድኻሞምን ኣምላኽ ብዕጽፍን ድርብን ጻምኦም ክህቦም ቅዱስ ፍቓዱ ይኹን። ኣሜን። ኩሉ ንዝለዓለ ክብሪ ኣምላኽ